ሰላም የሕዋት ሃመለኽን ዳሕና ዲኹም ዳሕና ድኽን ክለኹም ከምዛ ለረኣኽና ናይ ኣሰኣእላ መጥፊኢታ ከዓ ንገርና ልብል ነቐፌታ መፂኒ ኣሎ እዚ ናዛ ጌሚን ኣፕሊኬሽን ማለት እዩ ያው ጥርሓዛን ካብ ባትሪ እያ ገለ ባትሪ እያ ገለ ባትሪ እያ ዝብል ኢንፎርሜሽን ወፂኡ እሞ ዝሮ ዝሮ ተኣማሚና ኣሉ ከይኮንያ ተፈሪሕኽን ያው ከምዛ ዝረኣኽዋ ናይ ኤዲቲንግ ናይ ድሌት ከዓ ከርእየክን ተደሊኽን ማለት እዩ መይ ጌርካ ከም ዝድለት ማለት እዩ መጀመርታ ላብኡ ተኣትዮ እሞ ኩሉ እቲ ኤዲት ዝገበርናዮ ፎቶታት ልገበርናዮ ኣብ ማይ ስታፍ እኒኣ ማለት የብተ እዮ እዚ ማለት እዩ ኤግዛምፕል ናተይ እኒኦ እዚ ሕዚ ኩሉ እንትን ንገበርክዎ እዲት ዝገበርክዎ ማለት እዩ ስለዚ ኣብዚ እዚ ኩሉ እዚ ንክነውፀ እንድሕር ደሊና እሞ ኣብዛ ትሕቲ ቻት ትብል እኒኣ እዚ ብምሉኡ ናይቲ ፎቶና ማለት እዩ እዚ ብምሉኡ ናይቲ ፎቶና ሽምናት ንሕና ኤዲት ዝገበርናዮ ማለት እዩ ናተይ ኣጋጣሚ ኮይኑ እዚኦም ኩሉ እዮም እዮም ማለት እዩ እዚኦም ኩሉ እዮም እዮም ነውቶም ኤዲት ዝገበርክዎም ልዕሊኡ እውን ገርክን ነርክን ትኾና ትኽእለ ኢኽን ሕዚ ቸክ ክንገብር ኢና ይጠፍእ ዶ ይጠፍእ ግን ብትክክል ኩሉ እቲ እንትን ድሌት ይገብሮ ድዩ ኣይገብሮ እዩ ኣይድኖ ምስ ጎጉል ተተሓሓዘ ስለዝኾነ ርእይዎ ሹምና ባዕሉ እዩ ኮኔክት ኮይኑ ምስ ናይ ጎጉል እንትና ኢሜይልና ማለት እዩ ስለዚ ኩሉ ይጠፍእ ድዩ ይፀሪ ድዩ ኣይፀሪ ኣይ ዶን ኖ እዚኣ ርግፀኛ ኮንኪ ግን ካብዚ ቲን ካብቲ ናይቲ ኣፕሊኬሽን እንትን ጋላሪ ግን ይጠፍእ እዩ ኤግዛምፕል እዚኣ እኒኣ ሓቂ ቅድሚት እዚኣ እኒኣ ሓንቲ ቅድሚት ወዶ እዚኣ እያ እኒኣ ናታ ስለዚ ድሌት ገብራ ተለኹ ጠፍእ ድያ ይጠፍኢ ትርእይዋ ኢኹም ማለት እዩ ይኸው ከምዚኣ ጌርካ ክትፀቕጣ ተለኻ እንታ ፅሑፍ እዛ ድሌት ትብል ምልክት ትመፀልና ማለት እዩ ነዚኣ እዚኣ ከዓ ድሌት ንብላ ይኸው ወፂኣን እያ ሕዚ ማለት እዩ ካብ ፎቶ ወፂኣን እያ ማለት እዩ ሕዚ ደሊ እንደገና እውን ኣብዚ እውን እኒኣ ነዚኣ እውን ድሌት ንገብራ ንኽእል ማለት እዩ እዚኣ እያ ተኸለይቲ ኩለን ከምኡ ጌርና ድሌት ንገብረን ማለት እዩ ኣይ ቲንክ ብ እንትን ክኾነ ይኽእል እዩ ኦል ልብል የውሊ ብኦል ንምስላጥ ከምኡ ክኾን ይክእል ይልኾን ኣብይ እንኒኦ ማለት እዩ ከምዚኣ ጌርና ግን ተፈሪሕኽን ማለት እዩ ንኸርእየክን እዩ ከምዚኣ ጌርክን ኩለን ኢዲት ዝገበርክንኣን ናብዛ ኣፕሊኬሽን ንእተኽንኣን ንእትኹምውን ኩለኹም ፎቶታትኩም ከምዛ ልእትኹምውን ክተውፅእዎን ትኽእሉ ኢኹም ማለት እዩ ኣነ ዘረእኽዎ ናይ ኣቀናብራ ከመይ ጌርካ ከም ዝሰኣል ሃመይ ጌርካ ከም ዝሰኣል ስለ ዝረኣኽና ሃመይ ጌርካ ዘንፈቶ ከም ነውፀን ከዓ ርእና ልብል መልእኽቲ ስለ ዝሰደድክናለ ግዴታ ክርእየክን ስለ ዘለኒ እየ ዝርእየክን ኣለኹና ከምኣ ጌርክን ፎቶ ክንደልከ ኢኽን ተፈሪሕኽን ማለት እዩ ግን ስኢሎም እዮም ከራስኑኽን ስለ ዝደልዩ እዩ እምበይ ምናልባት ጥራሕ ኣዛንኻ ውፅእ ኢልካ እንድሕር ሕታይ ሕቶ እንታይ ትደልይ እንድያ ትብል ኣፕሊኬሽን እንታይ ክገብረልክ ትደልን ኢላ ድያ ትሓተካ ሓቲታትካ ግን ከምኡ እንድሕር ኢልካ ጽሒፍካላ ጥራሕ እዛን ክተውፀኪ ትኽእል እያ ወይ ክተውፀካ ትኽእል እያ ጥራሕ እዛን የውፅኒ ኢልክ እንድሕር ጽሒፍክላ ኮንኪ ኣለ እዚኣ ሱቕ ኢሉ ባዕሉ ግን ጥራሕ እዛ ንለውፅእ ኣፕሊኬሽን የለ የጅኹነ የትፍርሓ ሓደ ሓደ ለራስንዎ መልእኽቲ ሲ ኣብ ካብ ድኽነ የእተ ይብለክን ዘንሓተይ ምናልባት ተፈሪሕኽን ግን ከምኡ ጌርክን እንትን ትገብራ ትኽእላ ኢኽን